ሰላም ተኸታተልቲ መደብ ፍረ ጻዕሪ ከመይ ትቕንዩ? ንሎሚ ሒዝናልኩም መጺእና ዘለና ሓንቲ ኣብነታዊት ጓል ኣንስተይቲ ሓረስታይን ወናኒት ኤፍቲ ውጽኢት ጸባ፣ ዝኾነት ወይዘሮ ፍረወይኒ ተስፋሃንስ እዩ ክኸውን። ወይዘሮ ፍረወይኒ ኣብዚ በጺሓቶ ዘላ ደረጃ ንኽትበጽሕ ዘጋጠማ ብደሆታትን ንምፍትሖም ዝወሰደቶ ስጉምትታትን ከምኡ'ውን ኣብዚ እዋን ኣብ ከመይ ደረጃ ከም እትርከብን ዝረኸበቶ ፍረ ጻዕርን ክንርኢ ኢና። ሰናይ ምክታል።
ሓሳባት እቲ ናይ መጀመርያ ንሓደ ነገር እንደልዮ መበገሲ እዩ። ሎሚ ኣብ ዓለምና እንጥቀመሎም ነገራት ውጽኢት ሓሳባት እዮም። ሓሳባት ግን ኣብ ህይወትና ቦታ ምስ እንህቦም ከምኡ እውን ብዝግባእ ኣብ ጽሑፍ ብምስፋር ንሓደ ነገር ምስ እንጅምሮ ኣብ ዓወት ከም እንበጽሕ ኣየጠራጥርን። መደብ ፍረ ጻዕሪ ነቶም ንሓሳባቶም ናብ ተጨባጢ ስራሕ ለዊጦም ንገዛእ ርእሶምን ሃገሮምን ዝጠቕሙ ዘለዉ ሓረስቶት ሒዛ እትቐርብ መደብ እያ። ኣብነታዊት ሓረስታይ ወይዘሮ ፍረወይኒ ናይዚ ሓቂ ሓንቲ ኣብነት እያ። ድሕረ ባይታ ፍረወይኒ ምስ እንርኢ ዝኾነ ምስ ሕርሻ ምትእስሳር ኣይነበራን። እታ ቀንዲ ሞያኣ ኣብ ዓውዲ ሕክምና፣ ንሱ ድማ ኣብ ቃልሲ ንናጽነት ዝቐሰመቶ ጥራይ እዩ ነይሩዋ። ይኹን እምበር ተጋዳሊት ፍረወይኒ ከም ኩሉ ተጋዳላይ ናይ ምጥያስ ዕድል ረኺባ ኣብ ሽሕን ትሽዓተ ሚእትን ተስዓን ሽዱሽተን ተጣየሰት። ኣብቲ እዋንቲ ተጣየስቲ በቲ ዝመረጽዎ ዓውዲ መንግስቲ ደገፍ ይገብር ስለ ዝነበረ ተጋዳሊት ፍረወይኒ እውን ናታ ምርጫ ኮይኑ ኣብ ምርባሕ ከብቲ ክተዋፈር መረጸት። ሓኪም ብምንባራ ኣብ ፈለማ ብዙሓት ኣይተቐበልዋን። ይኹን እምበር ምርባሕ ከብቲ ከም ዘዋጽኣ ብምእማን ኣብ ምርባሕ ከብቲ ብምውፋር ሎሚ ሓንቲ ካብ ኣብነታውያን ሓረስቶት ሃገርና ንምዃን ዝበቐዐት እያ። ንምዃኑ ብኸመይ እያ ናብ ምርባሕ ከብቲ ኣትያ? ናብዚ ዘላቶ ደረጃ ንምብጻሕ ዘካየደቶ ጻዕሪኸ እንታይ ይመስል? ናይ ሎሚ መደብና ክምልሶ እዩ ክትከታተሉ ብኽብሪ ንዕድም። ኣብ ካምቦቦሎ ገዛ ተኻሪና። ኣጋጣሚ እቲ ዝተኻረናዮ ገዛ ሕጂ ኣብ ውሽጡ ዒላ ዘለዎ ንእሽተይ ጀርዲን ዘለዎ ናይ ቀደም ገዛውቲ ናይ ጥልያን ወይ ናይ ኣሜሪካውያን ዝነበረ ገዛውቲ እዩ ነይሩ። ኣብኣ እዚኣ ጓለይ ምስ ወለድኩ እተን ደሞዝና ሕጂ እኮ ብልክዕ ኣይዝክረን'የ ካብ ሰላሳ ክሳዕ ሓምሳ ቅርሺ ድበጽሓ ደሞዝ እየን ነይረናና ስለዚ እቲ መበገሲ እቶም ስድራ በጊሶሙና እዮም ኣቑሑትና ገዛና ክራይ ገዛና ገለ ግን ድሕሪኡ ንበልዖ የለን ኣብዛ እዋን እዚኣ ሕጂ ኣነ ኣብ ክዶብ ዕርር ተመዲበ እየ ድሰርሕ ነይረ ማለት እዩ ጓለይ ከኣ ጸባ የድልያ ነይሩ ደሓር ኣጋጣሚ ተመስገን ከኣ ናቕፋ ነይሩ ካብ ናቕፋ መጽእ እሞ ነቲ ካንቸሎ ጀርዲን ሳዕሪ ዝመልኦ ካንቸሎ ምስ ረኣየስ ዋእ እዚ ክእ ሳዕርስ ካብ ስቅ ኢሉ ዝባክንሲ ክስታይ ድዪ ንገብረሉ እዚ ላም ዘይነምጽኣሉ ይብል እሞ ንሓደ ቤተሰቡ ይነግሮ ሓንቲ ላም ምራኻ ብገመድ ድተኣሰረ ኣፋ ሒዞም መጽዮም ጸባ ንጅምር ማለት እዩ።
ወይዘሮ ፍረወይኒ ዋላ እኳ ንደቃ መዕበዪ ኢላ ምርባሕ ከብቲ እንተጀመረት፣ ረብሓ ከም ዘለዎ ብግብሪ ስለ ዘረጋገጸት፣ ንዝጀመረቶ ሞያ ንምዕባያ ወሲና። ምስ ተጣየስኩ፣ ሕጂ ድሮ ኣብቲ ካምቦቦሎ ጸባ ከብቲ ኣለዋና፣ እተን ኣብቲ ከባቢና ኢና ንሸጦ፣ እቲ ጸባ ብኽ ኣብቲ ከባቢ ዝሓልፍ ኣይነበረን፣ ስለዚ ኣብዛ ግዜ እዚኣ ስራሕ ክጅምር ነይሩኒ ማለት እዩ። ብቐጥታ ብስታላ ክጅምር ምስ በልኩ፣ ኩሎም ሰባት ከመይ ጌርኪ ክትክእልዮ፣ ኣይትኽእልዮን ኢኺ፣ ከቢድ እዩ ገለ ይብሉኒ እሞ፣ ድሓን ክፍትኖ እየ ኢለ። ካብ ግዜ ናብ ግዜ ቁጽሪ ጥሪታ እናወሰኸ ስለ ዝመጸ፣ ከም ውጽኢት ናይዚ ድማ ምህርቲ ጸባ ስለ ዝዕበየ፣ ናብ ውጽኢት ጸባ ንምስግጋር ኣብ ትሓስበሉ ዝነበረት እዋን፣ በጋጣሚ ምስ ማሕበር ደቂ ኣንስትዮ ሕርሻ ኤርትራ ሌላ መስረተት። ኣብ ክልተ ሽሕን ዓሰርተን እወ ኣብ ክልተ ሽሕን ዓሰርተን መወዳእታ ብሃንደበት ሓንቲ እዛ ማሕበር ኣይፈልጣን እየ ነይረ ሽዑ እንታይ እያ ትበሃል ነይራ እዋን ኢስት ኣፍሪቃ ማሕበር ደቂ ኣንስትዮ ኤርትራ ኣባላት ምብራቕ ኣፍሪቃ ትብል ማሕበር ነይራተን ኣብ ሓደ ቦታ ከም ዘለኒ ምስ በልኩ ሓደ ሰብ ረኽበኒ እሞ ናብእን ሰደኒ እንታይ ክገብር እየ ሽዑ ንሰን እንታይ ኣለኪ ስራሕ እብላኒ ፀባ ኣብታ ናይ ኬንያ ትምህርቲ ሕጂ ናይ ፀባ ከብቲ ዘለወን ክመሃራ ይድለያ ነይረን ሕጂ እሞ እቲ ናትኪ ኩሉ ክሳይኪ ኣምፅልና እሞ ንኬንያ ክትከዲ ብላና ኣነስ እንብድ ሕጂ እዋ ኬንያ ኣነ ሰሊ ይብለይን ነፋሪ ተሰቂለ ይፈልጥን እየ ሰብዚ ከመይ ኢለ ኬንያ ክኸይድ ክል እሱ ናባና ግደፍዮ ጥራይ እቲ ዘለኪ እንታይ ሽሙ ኣምፅልና ብላኒ ገነት ምስ ሃራን ማለት እየን ልክዕ ከምዛ ዝፈልጣን ሽዓ እየን ከዓ ብቴሌፎን ድሓር ንዕ ኢለና ንታ ደለዋ ገነትን ሳራን ዝበሃላ ገነት መክረፅንን ሳራ ገብረስላሰን እየን ዝበሃላ ኣባላት ናይታ ኣካየድቲ ማሕበር ነረን በታ ማሕበር ሽዓ ከምኣ ኢለና እነ ናይ ምሸት ወረቃቅቲ ሒዘለን ከይደ ድሕር ሓሙሽተ መዓልቲ ምስ ሳራ ንኬንያ ከይድና ሕጂ ኣብዚ ከዓ ኣብ ኬንያ ምስ ከትኩ እቲ ዝነበረ ትምህርቲ ኣዝዩ ሰፊሕ እዩ ለቓሕ እንታይ እዩ፣ ማኔጅመንት እንታይ እዩ፣ ኣተሓሕዛ ገንዘብ ገለ ዝብል ብዙሕ ብዙሕ ኣርእስትታት ነይሩ። ሕጂ ኣነ ንሱ ኣየገደሰንን። ኣብቲ ኣኼባ ኣብታ ሳልሰይቲ መዓልቲ ኢደይ ሓፍ ኣቢለ ኣነ እዚ ትምህርቲ ጽቡቕ እንድዩ፣ ኣነ ዝደልዮ ግን እስታላ ኣለዋኒ እሞ ኣብኡ ከዓ ነይረን ሕጂ እታ ማሕበር ናይ ኢስት ኣፍሪካ ዋን ኢስት ኣፍሪካ ስለትብል ናይ ምብራቕ ኣፍሪካ ብሙሉኤን ኣንስቲ እንድየን ነይረን ኣንስቲ ጸባ ዘፍርያ ኣንስትን ናይ ጸባ ስራሕ ዘለዎን ኣንስቲ ንደሊ ኣለኹ ኢለ ይሓትት። ስለዚ ድሕሪኡ ኣብ ክንዲ ኣብቲ ቲዮሪ ኣብ ፕራክቲካል ዝኾነ ስራሕ ተሰደድኩምኒ ዝሓሸ እዩ ይብለን። ኣብተን ናይ ኬንያ ኣንስቲ ይሰዱኒ። ሕጂ ኣብዚ እየ ዝጅምር። ድሮ ፋርማጆ ኣብ ኤርትራ ከለኹ ፋርማጆ ክሰርሕ ይሓስብ ነይረ። ግን ኣብኡ ምስ ከድኩ ርግኦ ክሰርሓ ርእየ። ብንእስንእስ ዝበለ ነናእሽቱ ኣንስቲ ስሞል ኢንተርፕረነር ስለ ዝኾናስ ንኣሽቱ ኣፈርቲ ስለ ዝኾናሲ ነንእሽተይ ይርኢ እሞ ኣነ ከዓ ኣብ ኤርትራ ምስ ተመለስኩ ርግኦ ክሰርሕ ኣለኒ ሕጂ ኣብታ ቪዚብሊቲ ስታዲ ፋርማጆ እያ ትብል ርጎ የብላን ብከምኣ ኣብዚኣ ከዓ ሓንቲ ዓባይ ኤክስፖዠር ረኪበ ማለት እዩ ኣብ ኣእምሮይ ዘይፀንሐ ምስ ሰባት ተላልየ እንታይ ገብራ ከዓ ፈሊጠ ካብዚኣ ስራሕ ጀሚረ ማለት እዩ
ከም ዝዝከር ርጎ የመን ኣብ ዕዳጋታት ሃገርና ብሒቱ ኣብ ዝነበረሉ እዋን ትካል ኤፍቲ ናይ ሃገርና ዝኾነ ፍርያት ርግኦ ሒዙ ብምምጻእን ፍርያቱ ኣብ ዕዳጋታት ሃገርና ብምዝርጋሕን ዕዉት ስራሕ ክሰርሕ ዝኸኣለ ትካል እዩ። ብምንታይ'ኸ ርግኦ ዝስራሕ ንብል እሞ ንቤተሰብና ንደገ ዮገርት ስታርተርስ ዝበሃል ርግኦ ብምንታይ እዩ ዝረግእ ንብሎም እሞ ዮገርት ስታርተር ግን ላክቶባሲለስ ዝበሃል ቀመም ይሰዱልና ንፍትና ሕጂ እታ መፈተኒትና መጀመርታ ኣብዚ ቢዶኑ ናይ ሰላሳ ጌርና ንሰርሕ ድሮ ረግኦ ከመይ ጌርካ ትስራሕ ከኣ ኣብታ ኬንያ ሪኤያ መጺኤ ኣለኩ ናተን ብሙዕቡል እዩ ናተይ ሕጂ ብድስቲ እያ ኣብ ድስቲ እየ ብተርሞሜተር ከኣ እየ ቴምፕሬቸር ዝዕቅን ሕጂ እንታይ ይገብር እቶም ኣብ ጸባስ ክልተ ዓይነት ኣዝዮም ሓደገኛታት ዝኮኑ ባክተርያ ኣለዉ ኣጋጣሚ ናይ ሕክምና ሞያ ስለ ዘለኒ ውን ብዛዕብኦም ብጽቡቅ ኣፍልጦ ኣለኒ እቲ ሓደ ብሩሴለሲስ ዝበሃል እቲ ሓደ ከኣ ቲቢ እዩ ዝበሃል። እዚኦም ሕጂ ኣዝዮም ሓደገኛታት እዮም። ጸባ እንተዘይበሊዑ ኩሉ ሻዕ ካብ ሰብ ናብ ሰብ ዝመሓላለፉ ሕማማት እዮም። ስለዚ ነዚኤን ክገብር እንተኾይነ እታ ጸባ ትፈልሕ ሽዑ ምፍላሕ ምስ ጀመረት ሰዓት ትርኢ ሰላሳ ደቂቅ ከም ትፈልሕ እገብራ። ስቅ ኢላ ትገርር ድሕሪኡ ኣዝሒለ ኣብ ቢዶን እገብራ። ሕጂ ካብ ቢዶን ንዕዳጋ ክወርድ ከለኹ ብማንካ እንዳ ጨውፈርኩ ስለ ዝገዝሮ፣ ፋሕፋሕ ኣብልትዎ እንደገና ሓሳብ መፅእ ካብ ናይ ርግኦ ከዓ ምሊስ ካብ ቢዶን ናይ ሰላሳ ኣብ ኮንቴይነራት ናይ ሰለስተ ከምዚ ከርእየካ ደሓር ናይ ሰለስተ ናይ ሓሙሽተ ናይ ዓሰርተ ነይረን ኣብ ሹቕ ድሽየጣ ንዕእን ገዚኤ መፅእ ከዓ ኣብዚኤን ሕጂ ተን ርግኦ ግን ናብ መን እየ ድሸጠን ኩለን ኣብ እንዳሻሂታት እየ ድሸጠን ኣብ ናይ ሓሙሽተ ናይ ዓሰርተ እንዳገበርኩ እዚ ድማ ን ሕጂ ከምኡ ምስ ገበርኩ እንታይ ይብሉኒ ኣብ ንእሽተይ ክትሰርሒ ከኣ ፈትኒ ይብሉኒ ሕጂ ኣስመራ ህዝቢ ኣስመራ ብጣዕሚ ተሓጒሱ ዋእ ርግኦ መጺኡ ጽቡቕ ስለዚ ኣብታ ሽዓ እዋን ናይ የመን ርግኦ ድያ ነይራ ንናይ የመንሲ ከተውድቕዮም ኣለኪ ንናይ የመን ከተውድቕዎም ኣለኩም እዮም ዝብሉና ናይ ብሓቂ እዮም ተሓጒሶም ኣብዚ ኣስመራ ከኣ ናይ ብሓቂ እዩ ዘተ ኣብ እንዳ ሻሂ ዝረኸበና ከምኡ እዩ ዘተባብዓና
ከምቲ ነዊሕ ኪሎሜተር ብሓደ ስጉምቲ ይጅመር ከም ዝበሃል፣ ወይዘሮ ፍረወይኒ ብሓንቲ ላም ዝጀመረቶ ስራሕ ድሕሪ ግዜ ናብ ሰላሳ ከብቲ ኣብጺሓተን። ይኹን እምበር ምስ ምብዛሕ ከብቲ ቦታ ክትቅይር ስለ ዝተገደደት፣ ኣብቲ ዝቐየረቶ ቦታ ናይ ከብቲ ሞት ኣጋጠማ። ኣብ ዕስራን ኣርባዕተን ሰዓትሲ ዓሰርተ ኣርባዕተ ዓበይቲ ከብትን ሸውዓተ ንኣሽቱ ከብትን ኣብ ሓንቲ ለይቲ ሞይተን ኣና ሕጂ በፉጹም ሰንቢድና ሕጂ ንሕና ኣብዚ ክንነብር ኣይመረጽናን ኣብዚ ክንመርጽ ኣይመዝኣን ሕጂ ዳዕሮ ኣውሎስ ከኣ ሰንቢዶም ክንዱ ዝኣክል ብዝሒ ከብቲ ኣብ ሓደ መዓልቲ ክሞታ ናይ ብሓቂ ሰንቢዶም ንሕና እውን ሰንቢድና ክንወጽእ ኣለና ካብዚ ኢልና ሽዕኡ ዓድቀ ተኻሪና ኣብዚ ናይ ዓድቀ ዘሎ እንዳስታላ ኣብኡ ተኻሪና ሕጂ ሕሰቦ ሰልዲ የብልናን መኽፈሊ ሰልዲ ምኽንያቱ ሓደ ኣብ ዕዳ ጸኒሕና ሽዑ ኢና ንብገስ ኢና ዘለና ካልእ እቲ ዝረኸብናዮ ገንዘብ ከኣ ዓረብያ ንገዝእ ፈረስ ንገዝእ ቀለብ ከብቲ ንገዝእ ገለ ንገዝእ ገለ ከቢድ እዩ እንደገና ብሙሉአን ከብቲ ሞይተን ሓዲረን ኣዝዩ ክሳራ ኣጋጥመና እሞ ካብዚ ንዓዲ ቀንካረ ብሽዱሽተ ሽሕ ነቲ ጎልጎል ንካረዮ ክንከፍሎ ብጣዕሚ እዩ ዝኸብደና ሽዑ እቶም ዓበይቲ ዓዲ ናይ ደዓሮ ኣውርስ መጹና እሞ እንታይ ትገብሩ ኣለኹም ኣብዚ ይብሉና ተኻሪና ደቂ ዓዲ እንከለኹምስ ኣብ ዶብ ዓድኹም ትካረዩ ናይ ምንታይ ንደዓሮ ኣውርስ ከኣ ብጣዕሚ እየ ዘመስግኖም ሕጂ መብዛሕትኦም ሞይቶም እዮም ዘለዉ ኣለዉ እቶም ዓበይቲ ዓዲ ሽዑ መጹና ኣብዚ ኣይትቕመጡን ኢኹም እዚኣ እንዲኹም ኣብዚኣ እንዲኹም ዘለኹም እዚኣ ከ ዓድኹም ስለ ዝኾነ ናብዚኣ ስግር ኢልኩም ኣብዚኣ ተቐመጡ ብሉና ኣብዚ ክትቅምጡ ትኽእሉ ኢኹም ኣብዚ ግበርዎ ንዘንከብ ትብሉና ሕራይ ኢልና
ብድሆታት ወይዘሮ ፍረወይኒ ብድሆታት ኮይኖም ኣይተረፉን። ዕድል ኣትሒዞም እውን መፂኦም እዮም። ካብ ፀቢብ ቦታ ናብ ዝገፍሐ ተሰጋጊራ። ሎሚ እኹል ቦታ ስለ ዝረኸበት ነቲ ዝረኸበቶ ዕድል ከምዚ እንዕዘቦ ዘለና ዝተፈላለያ ጥሪት ኣብ ምርባሕ ትርከብ ኣላ። ከብቲ ቅልጡፍ ክስታይ ኣይህባኻን እየን፣ ግብረ መልሲ ኣይህባኻን እየን። ደርሁ ክንገብር ከኣ ኣይንኽእልን ኢና። ስለዚ እንታ ሓንቲ ምርጫ ዝመረጽናያ ኣባጊዕ ኢና ጌርና። ኣባጊዕ ሽዕኡ ሰንዓፈ ከይዶም፣ ተመስገንን ናሆምን ሰንዓፈ ከይዶም ኣባጊዕ እዘን ናይ ሰንዓፈ ኣባጊዕ ኣምጺኤን። ሕጂ ንሰን እንታይ እየን? ቀዳይ ነገር ዕያውተን ብስርዓት የዕብያ፣ ኣይሕሰማን እየን። ካልኣይ ነገር ከኣ ቀቀልጢፈን ወልዳ ማልታ ወልዳ ስለ ዝበሉና፣ ኣባጊዕ ኣምጺእና ሕጂ እቲ ብልጫ ናይ ኣባጊዕ እንታይ እዩ ኣብ ነፍሲ ወከፍ እዋን ይወልዳን ይሽየጣን ይወልዳን ይሽየጣን ከምኡ እንዳበልና መበገሲ ከዓ ኮይናና ካብ ኣ ክሳዕ ሕጂ ኣባጊዕ ኣለዋና ኣባጊዕና ትማል ርኢኻያን ኢኻ ሕጂ ምዚ ስራሕ ድየ ኣሎ እምበር ኣፍራስ ከዓ ነይሮምና ኣፍራስ እውን ገይርና ኣብቲ ግዜ እቲ ከዓ ናይ ብሓቂ ሓጊዛና ምክንያቱ ሓንቲ ፈረሲ ሓምሳ ሽሕ ትሽየጥ ነይራ ክሳብ እተን ከብቲ ናብ ንቡር ተመሊሰን ፀባ ኮይነን ናብ ፀባ ስጋዕ ዝበፅሓ ግዜ ወስዳ እያ።
ፍሉይነት ትካል ኤፍቲ ብዘይካ'ቲ ኣብ ፀባን ውፅኢት ፀባን ዘካየዶ ንጥፈታት ብተወሳኺ ንከብቲ ዝኸውን መግቢ ኣብ ምድላው እውን ሓደ ካብ ንጥፈታት እዚ ትካል እዩ። ምድላው መግቢ ከብቲ ኢልና ክጅምር ኮለና ምድላው መግቢ ከብቲ ሕጂ ንኣብነት ነዘን ዘለዋና ስታላ ንሕና ከመይ ጌርና ካብ ሎሚ ናብ ጽባሕ ሰርቫይቭ ነግብረን እዩ ተቐንዲ ዕላማና ንሱ ድማ በቲ ኣብ ከባቢና ዘሎ ኣብ ከባቢኻ ትረኽቦ ትኽእል ነገራት እዩ ዝዳሉ መብዛሕቱ ብፍላይ ድማ ናትና ኣብዚ ከባቢ ክቕረብ ዝኽእል ነገራት ብቐረባ ክንረኽቦ ንኽእል፣ ብዝሓሰረ ዋጋ ክንረኽቦ ንኽእል ነገራት ንዕኡ ኣይነዩ ሞር ኣገዳሲ ኣይነዩ ሞር ዝያዳ ክኣቱ ዘለዎ ዝያዳ ክመፅእ ዘለዎ እንዳመመና ካብቲ ከባቢና ካብ ዳንዴር ኣትሒዝካ ክሳብ ገላዕታ በለስ ክሳብ ኣብ ናይ ክረምታዊ ዝዓፀደ ሓሰር ዝተመርኮሰ ኩሉ ዓይነት እንዳሓዋወስና መግብታት ምድላው ነዘን ናትና ዝኸውን ነዳሉ ኢና በዘይክኡ ድማ ንሰብ ፀባ ሰብ ሳላ ከምዚ ከማና ዝኣመሰሉ ጸባ ሔይ ንኣና ንምምስራሕ ጸባ ዝህቡና ኣብ ቀለብ ከብቲ ኣብ ዝሽገርሉ እዋናት ምስዝናትና ሓዊስና ናብኦም ከነብሎ እውን በቒዕና ኣለና ማለት እዩ።
ፍርያት ጸባን ውጽኢቱን ኣካል መግቢ ስለዝኾነ ኣብ ዕዳጋ ናብ ህዝቢ ንክባጻሕ ብክፍሊ ኣገልግሎትን ሕጋጋትን ቁጽጽርን ሚኒስትሪ ሕርሻ ሓሊፉ ብቕዓቱ ምስ ተረጋገጸ ጥራይ'ዩ ፍርያቱ ኣብ ዕዳጋ ክዝርጋሕ ዝኽእል። ኣብዛ ትካል እዚኣ ክመጽእ እንተድኣ ኮይነ፣ እዚ ትካል እዚ ብኣፍልጦ ናይ ሚኒስትሪ ሕርሻን ክፍሊ ኣገልግሎትን ሕጋጋትን ካብ ክልተ ሽሕን ሓሙሽተን ኢዩ ጀሚሩ። ክጅምር ከሎ እዚ ገዛ ሕጂ ከም ትሪኦ ዘለኹም ኣዝዩ ብዙሕ እዩ ቃልሲ ተኻይዱ ብዙ ሓደ እቲ ኣባጋግሳ ባህላዊ ልክዕ ከምታ ኣብ ገጠር ትስራሕ እያ ነይራ ካብ ድስቲ ጀሚርካ ብትኪ ጀሚርካ ማለት እዩ ካብኡ ንሕና ምስ ርከብናሉ እቲ ንሕና ክማላእ ኣለዎ እንብሎ ረቋሒታት ንሱ በብግዜኡ እንዳመፃና ንሳ ኸኣ እታ ወናኒ ትካል ከኣ ነቲ ንሕና ንህባ ሞያዊ ምኽሪ መምርሒ ሓንጎፋይ ኢላ ብምቕባል ኩሉ ክመሓየሽ ዘለዎ በብግዜኡ ክመሓየሽ ዘለዎ እንዳመሓየሸት ናብዚ ደረጃ እዚ በጺሓ ማለት እዩ። ኣብዚ ስቕ ኢሉ ዝመፀ ኣይኮነን። ሓጎፅጎፅ ብዙሕ እዩ ሓሊፉ። ብዙሕ ኣብ መንጎውን ተዓፅዩ ነይሩ እዚ ገዛ እዚ ብሰንኪ ጉድለት ናይ ንፅህና ማለት እዩ። ናይቲ ግዜ እቲ ግን እቲ ጉድለታ እቲ ጉድለት ናይቲ ገዛ ከምዚ ጌርካ ኣርምዮ ኢልና ብዝሃብናያ ብመምርሒ ዝሃብናያ መምርሒ መሰረት ነቲ መምርሒ ተቐቢላ ከዓ ካብቲ ዝነበሮ ንላዕሊ ነቲ ሞያዊ ታሽሙይ ሰሪቓ ኸኣ ልክዕ እቲ ንሕና ንብሎሲ ኣብ ምድጋም ኣብ ዘይንደግመሉ ደረጃ ኣብፅሓቶ ማለት እዩ ስለዚ ኣብዚ ሕጂ እዋን እንተ ርእናዮ በቑሕቱ በሰራርሕኡ ብክማላእ ዘለዎ ናይ ንፅህና ናይ ውልቀ ሰብ ናይቶም ሰራሕተኛታት ናይቲ ገዛ ናይቲ ትሪኦ ስእሉ ሓመድ እዩ ነይሩ ማሻሻ ተግበርዩ ዝዚንጎ ዝትሪእዎ ኣለኹም ዒላ እዩ ስዑዲ ኦፐን ነይሩ ሰበባ ነይሩ እዚ ክኽደን ኣለዎ እዚ ንባዕሉ ንመንበሪ ዝተሰርሐ ገዛ እዩ ነዚ መንበሪ ገዛ ዝተሰርሐ ሞዲፋይ ገይራ በየን ኣትዩ ጫልጣ ፀባ በየን ኣቱ ኣበይ ምምስራሕ ኣበይ ዕሸግ ኣበይ ዝሕል ኣበይ ከ ይሽየጥ ወይ ድማ ንመሸጣ ይወፅእ በቲ ንሕና ንደልዮ ኣገባብ ኣማሊኣ ካብ ትሰርሕ ንዮ ነዊሕ ኮይና ኣላ ሕጂ እቲ ዝገርመኩም ከዓ ብዙሓት እየን ሕጂ ከም ናይ ወይኒ ፈልየን ዘለዋ ግን ነቲ ናህና ሙያ ቀሲማ እተተግብር ደላ ውልቀ ሰብ እያ ጻዕረኛ እያ ናይ ብሓቂ ሰራሕተኛ እያ ምኽሪ ናይ ክኢላታት ከኣ ሓንጎፋይ ኢላ ትቕበል ሰብ እያ እሱ ስለ ዝኾነ ከኣ ናብዚ ደረጃ እዚ በጺሓ ብሕጂ እውን ናብ ካልእ ዝለዓለ ዝለዓለ ደረጃ ክትበጽሕ ንጽበያ ዘለና
ትካል ኤፍቲ ካብ ያታዊ ናብ ዘመናዊ ክሰጋገር ምኽኣሉ ልዑል ደገፍ ሚኒስትሪ ሕርሻ ከም ዝነበረ'ያ ትገልጽ ወይዘሮ ፍረወይኒ። ሓረስታይ እንድየ ኣነ፣ ኩሉ ህይወተይ ከኣ ምስ ሚኒስትሪ ሕርሻ ዝተኣሳሰረ እንድዩ። ስለዚ ህይወት ናይዚ ስርሐይሲ ሚኒስትሪ ሕርሻ'ዩ ማለት እዩ እየ ዝብል። ምኽንያቱ ብሞራል ክጽውዖም ከለኹ ኣብ ኩሉ መዳይ ንኣብነት ቬትሪናሪ ብጉያ ምጹ፣ ምዕዶ፣ ምኽሪ፣ ትምህርቲ ክህሉ ከሎ ኣብ ዝኾነ እዋን ክጽውዑኒ ኣለዎም። ብትምህርቲ ምኽንያቱ ሰብ ብትምህርቲ እዩ ዝዓቢ ሓንጎሉ ኣብቲ ንሶም ዝገብርዎ ተሳትፎ ናይ ትምህርቲ ካልእ እዚ ክሓርስ እየ ምስ በልክዎም ዘታባብዑኒ።
ትካል ኤፍቲ ንልዕሊ ዕስራ ዓመታት ኣብ ምርባሕ ከብቲ ብፍላይ ድማ ኣብ ውፅኢት ፀባ ዝተዋፈረ ትካል እዩ። ኩሎም ኣባላት ስድራ ነዛ ትካል ናብዚ ዘላቶ ደረጃ ንምብጻሕ ጻዕሮም ኣካይዶም። ከም ውጽኢት ስርሖም ድማ ኣብ መነባብርኦም ለውጢ ከም ዘምጽኣት እያ ትገልጽ ወይዘሮ ፍረወይኒ። ኣነ ኣብ ህይወተይ ኣመሓይሸ እግዛኣብሄር ይመስገን ገደ ገዛ ኣለና መካይን ናይ ስራሕ ኣለዋና። ስለዚ ኣብ ሂወትና ሲ ለውጢ ምጺኢና ኢና ኢና ንብል እቲ ዝነበረና ዕዳ ናይ መንግስቲ እቲ ዝነበረና ዕዳ ናይ ውልቀ ሰባት ከዓ በብእዋኑ ከፊልና ኢና ካብ ዕዳ ነፃ ከም ዝብለካ መውል ብዙሕ ግዜ ኣነ ከም ብዛዕቢ ባንኪ ተለቂሕ ይፈልጥን እየ ግን መውል መጀመርታ ኣርባዓ ሽሕ ድሓር ሰማንያ ሽሕ ድሓር ሚእቲ ሽሕ እናበሉ ሲ በብእዋኑ ከለቅሑኑ ፀኒሖም ካብ ዕዳ ኩሉ ዕዳይ ከፊላ ኣብዚኣ ደረጃ ገዛና ሰሪሕና ከም ዝረኣኻዮ መካይን ኣለዋና ደቅና ከዓ ኣምሂርና እግዚኣብሔር መስገን ደቂ ከዓ ሓገዝተዮም ማለት እዩ ስድራይ ብጣዕሚ እዮም ዝሕግዙኒ ናተይ ናይ በይነይ ስራሕ ኣይኮነን ሕጂ እዚኦም ኩለካ ፅናሕኩ ዞም ዓሰርተ ቆምቲ ሰራሕተኛን ንሕና ሓሙሽተና እንካ ቆምቲ ኢና ምክንያቱ እቲ ወደይ እንታይ ይገብሩ መስለካ ነናቶም ስራሕ ኣለዎም ተመስገን እንሆምን ኣብ እንዳ ስታላ ከይዶም መግቢ ከብቲ ናይ ምድላው መግቢ ከማ ባዕልና ኢና ነዳሉ ዝበዝሕ ባዕልና ኢና ነዳሉ መግቢ ናይ ምድላው ስራሕ ኣለዎም እንደገና ናሃም ካብኡ መፅኡ ናብ ኣስመራ መሸጢ ቦታ ስለ ዘይብልና ርግኦ ባዕልና ፋርማጆና ጠስምና ብሮና ፓርቸ ዚና ንገብሮ

ሕጂ እውን ገና ጉዐዞ እዚ ትካል መጻኢ መደባት ከምዘለዎ'ያ ትገልጽ ወይዘሮ ፍረወይኒ። ጸባ ብዙሕ ነገር እንድያ ትኸውን፣ ነዚኢታት ከኣ ክለማመድ ከተባብዕ፣ ህዝቢ ኤርትራ ከኣ ናይዚ ፍርያት እዚ ተጠቃማይ ክኸውን ከኣ ክሰርሕ፣ እዚኢታት ኢዩ እቲ ናይ መጨረሻ ዕላማይ።
ክብራት ተዓዘብትና ካብ ጉዕዞ ወይዘሮ ፍረወይኒ ብዙሕ ተማሂርና ክንከውን ከምኡ ውን ብዝነበረና መደብ ዓጊብኩም ክትኮኑን ተስፋና ዩ። ዝመጽእ ዘሎ መደብ ብኻልእ ትሕዝቶ ክሳዕ ንራኸብ ሰላም።